ሰላም ክቡራት ተኻታተልተይ ፋይናሊ ካብቲ ቡዙሕ ኩሉ ግዜ መሰጅ ዝመጸኒ ስቶክ ማርኬት ኣበይ ክነዋፍሮ ኣበይናይ ከምፓኒ ክነዋፍሮ ገንዘብና ብኸመይ ክሰርሕ ስቶክ ማርኬት ከ እንታይ እዩ ዝብል ኣመና ኣመና ቡዙሕ ይመጸኒ ኣነ ከኣ ኣም ሶሪ ኩሉ ግዜ ቡዙሕ ክምልሰልኩም ስለ ዘይክእል እዛ ቪድዮ እዚኣ ንዓኹም ይሰርሓልኩም ኣለኹ ሶ ኩሉ ግዜ ስቶክ ማርኬት ኣበይ ይሰርሕ እንታይ እዩ ስቶክ ማርኬት ገንዘብካ ኣበየናይ ካምፓኒ ተዋፍሮ ብከመይ ክንደይ ይመፀልካ ገንዘብካ ኩሉ በብሓንቲ ከርእየኩም እየ so ከም ወትሩ please እኩል ኣፍልጦ እንድሕር ኣልይኩም ኣብ ስቶክ ማርኬት ወይ ድማ እንተኣሽሙ ግዜ ምስ ዘይህልወኩም ዳሕራይ ቀስ ኢልኩም ክትርእይዋ ወይ ድማ እኩል ኣፍልጦ ምስ ዝህልወኩም እዛ ቪድዮ እዚኣ ግደፍዋ ኣመና ነዋሕ እያ ጀስት ንበዓል ጆርጃ ድራር ኣሊ ኣብደላ ካልኦት ካልኦት ኣመና ፖስቲቭ ሓሳባት ዝህቡኹም ሰባት ንዕኦም ርኣይዎም which means ግዜ መታን ከይትቐትሉ of course busy ስለ ዝኾንኩም so ክሳብ መወዳእታ ሓቢርኩም ምሳና ክትጸንሑ ብኽብሪ ዕድም please subscribe like share እናገበርኩም ከተተባብዑና so let's go ቀዳመይቲ ብዛዕባ ገንዘብ እንድሕር ርኣይልና ኢንፍሌሽን፣ ዝቕባበ ናይ ገንዘብ፣ እንታይ ማለት እዩ ዝቕባበ ናይ ገንዘብ? እዚ ሎሚ ሒዝካዮ ዘለኻ ገንዘብ ድሕሪ ሓደ ዓመት ወይ ክልተ ዓመት ኣመና ክጎድል እዩ። ንኣብነት ኣብ ሽሕን ትሽዓተ ሚእትን ሰብዓን ኣብ ኤሜሪካ ሓንቲ ኮፊ ወይ ድማ ሓንቲ ቡን ብኽንዲ ይሽየጥ ነይሩ? ብዕስራን ሓሙሽተን ሕርካም ዕስራን ሓሙሽተን ሰንት ይሽየጥ ነይሩ። ኣብ ክልተ ሽሕን ዕስራን ሓደን ድማ ክንደይ ይሽየጥ ኣሎ? ብሓደ ዶላርን ሱሳ ሰንት ይሽየጥ ኣሎ። እዚ ድማ እንታይ እዩ? ኩሉ ግዜ ዓመታዊ ክልተ ነጥቢ ሓሙሽተ ኢንፍሌሽን ዝቕባበ ገንዘብ የጋጥም ማለት እዩ። ካልእ ኣብነት ድማ ኣብ ሽሕን ትሽዓተ ሚእትን ሰሚነን ሸሞንተን ኣብ ሱፐርማርኬት ክትኸይድ ከለኻ እኹል ዝኾነ እንተኣሽሙ ሾፒንግ ትገብር ኔርካ ኣብ ክልተ ሽሕን ሸሞንተን ድማ ኣመና ጎዲሉ ኣብ ክልተ ሽሕን ዓሰርተ ሸሞንተን ድማ ኣመና ኣመና ኣመና ጎዲሉ Imagine ኣብ ክልተ ሽሕን ዕስራን ሸሞንተን ከ ብጥርሑ ክትምለሰኻ ማለት እዩ እንታይ ማለት እዩ ኩሉ ግዜ እቲ ንስኻ ሎሚ ዘለካ ገንዘብ ድሕሪ ዓሰርተ ዓመት ድሕሪ ዕስራ ዓመት እቲ ገንዘብ ኣይትረኽቦን እኻ ሎሚ ዘሎ ሚእቲ ዶላርን ድሕሪ ዓሰርተ ዓመት ዘሎ ሚእቲ ዶላርን በበይኑ እዩ ምኽንያቱ ከምቲ ዝበልክዎ ክልተ ነጥቢ ሓሙሽተ ሚእታዊት ናይ ዝቕባበ ገንዘብ ስለ ዘጋጥም እዚ ሎሚ ሒዝካዮ ዘለኻ ሚእቲ ዶላር ኣብ ድሕሪ ዓሰርተ ዓመት ነቨር ኣይትረኽቦን እኻ ስለዚ ኩሉ ግዜ ኢንፍሌሽን መብዛሕቲኤን ባንክ ንኣብነት ገንዘብና ኣብ ባንክ እንድሕር ኣቐሚጥናዮ ባንክ እንተኣሽሙ ነቲ ኢንተረስት ዝቕበል ሰብ ክንደይ ይህቡኻ ኢም ኢንተረስት ዜሮ ነጥቢ ክልተ ሚእታዊት ይህቡኻ እቲ ገንዘብ ከ እንተኣሽሙ ዝቕባበ ዘጋጥም ዘሎኸ ክንደይ ኢዩ ክልተ ነጥቢ ሓሙሽተ ሚእታዊት ስለዚ ኩሉ ግዜ ኣብ ባንክ ዝገብሮ እንድሕር ኮይንካ ገንዘብካ ትኸስር ኣለኻ እቲ ንሰኻ ዝህቡኻ ዘለዎ ኢንተረስት ወይ ድማ እንታይ ሽሙ ኢንተረስት ዝህቡኻ ዘለዉ ጀስት ንዓኻ ፅቡቕ ኮይኑ ይመስለካ ኣሎ ግን ብሰንኪ እዚ ዝቕባበ ናይ ገንዘብ ዓመታዊ ክልተ ነጥቢ ሓሙሽተ ገንዘብ እቲ ናትካ ዘለካ ገንዘብ ይጎድል ኣሎ ብፍላይ ድማ ኣብ ባንክ ምስ ተቐምጦ መብዛሕትኡ ሰብ ኣብ ባንክ እዩ ዘቐምጦ እንታይ ይመስሎ ኣብ ባንክ ክትገብሮ ከለኻ ሴኩሪቲ ወይ ድማ ዝሕልወልካ ወይ ድማ ወላ ሓደ ሰብ ዘይትንከፍ ኮይኑ ይስምዐካ ፎርስ ወላ ሓደ ሰብ ኣይትንክፎን እዩ ግን ንስኻ ከይትረድእካ ከሎ እቲ ገንዘብካ ይጎድል ኣሎ ብምንታይ ይጎድል ኢንፍሌሽን ዝቕባበ ናይ ገንዘብ ንስኻ ሚእቲ ዶላር እንድሕር ደኣ ኣቐሚጥካ ኣብ ባንክ እቲ ሚእቲ ዶላር ዝዓመታ ክንደይ ክኸውን ክልተ ነጥቢ ሓሙሽተ ፐርሰንት ክጎድል እዩ ካብቲ ካብቲ ኣብ ባንኪ ሒዝ ጌርካዮ ዘለኻ ማለት እዩ ስለዚ ኩሉ ግዜ ኣብ ባንኪ ምቕማጥ never ከኽስረና ወይ ድማ ገንዘብና ክጠፍኣና እምበር ገንዘብና ዝሕልወልና ኣይኮነን ካልኣይቲ ገንዘብና ንኸይጠፍእ እንታይ ክንገብር ኣለና ትብል ትመጽእ ካልኣይቲ ሕቶ ኣላ እዚኣ ድማ እንታይ'ያ ኩሉ ግዜ ንስኻ ኣብ ባንኪ እንድሕር ዳኣ ተቐምጦ እንተኾይንካ ንበል ንኣብነት ኢንተረስት ንስኻ እትወስድ እንድሕር ደኣ ኮይንካ ካብ ባንክ እቲ ገንዘብ ንዓኻ ዝህቡኻ ዘለዉ ክልተ ነጥቢ ሓሙሽተ ሚኢታዊት እንድሕር ደኣ ኮይኑ ቴክኒካሊ ንስኻ ገንዘብ ኣይትኸስርን ኣለኻ እንታይ ደኣ ክልተ ነጥቢ ሓሙሽተ ዓመታዊ ናይ ኢንፍሌሽን ይጉድል ኣሎ ስለ ዝበልና ክልተ ነጥቢ ሓሙሽተ ድማ ንሶም ኢንተረስት ይህቡኻ ስለ ዘለዉ ንስኻ ቴክኒካሊ ኣይትኸስርን ኣለኻ ትሕቲ ክልተ ነጥቢ ሓሙሽተ ሚኢታዊት ገንዘብ ምስ ዝህቡኻ ወይ ድማ ትሕቲ ክልተ ነጥቢ ሓሙሽተ ዝኾነ ገንዘብ ምስ ዘይትረክብ ንስኻ ትኸስር ኣለኻ። ሳልሰይቲ፣ ብኸመይከ ገንዘብና ክሰርሕ ይኽእል ትብል ትመጽእ ሕቶ ኣላ። እዚኣ ድማ እንታይ'ያ? ኩሉ ግዜ ሚእቲ ዶላር እንድሕር ወፍሪ ጌርካ ድሕሪ ሓደ ዓመት ንኣብነት ዓሰርተ ሚእታዊት እቲ ካምፓኒ ወፍሪ ጌርካሉ ዘለኻ ዓሰርተ ሚእታዊት ክንህበካ ኣለና ኢሎም ተሰማሚዖም ኣለዉ ንበሎ ንኣብነት። so ሚእቲ ዶላር እንድሕራ ወፍሪ ጊርካ ድሕሪ ሓደ ዓመት ክንደይ ክኾውን ሚእትን ዓሰርተን ዶላር ምኽንያቱ ዓሰርተ ሚእታዊት ናይ ሚእቲ ዶላር ዓሰርተ ዶላር ይኸውን ኣሎ ማለት እዩ ስለዚ ናይ ሚእቲ ዶላር ኣብ ዝመጽእ ዓመት ሚእትን ዓሰርተን ዶላር ትረክብ እታ ካልኣይቲ ዓመት ድማ ሚእትን ዕስራን ሓደን ዶላር ትረክብ እታ ሳልሰይቲ ዓመት ድማ ሚእትን ሰላሳን ሓደን ገለመለ ይኸውን ማለት እዩ። ኩሉ ግዜ ዓሰርተ ሚእታዊት በቲ ንስኻ ወፍሪ ጌርካሉ ዘለኻ ገንዘብ ሓሲቦም ዓሰርተ ሚእታዊት ገንዘብ ወፍሪ ይመጸልካ። ኣብ ዓሰርተ ዓመት ክኸውን ከሎ ድማ ክንደይ ይኸውን ኣሎ? ክልተ ሚእትን ሓምሳን ትሽዓተን ይኸውን ኣሎ ማለት እዩ። ስለዚ እንታይ እዩ ኩሉ ግዜ ዓሰርተ ሚእታዊት እንድሕር ገንዘብካ ትውስኸሉ እንተ ኹይንካ ገንዘብካ ኩሉ ግዜ ይዓቢ። ገንዘብካ ብኸምኡ ድማ እንዳዓበየ ንስኻ በዚ እንዳሰራሕኻ ገንዘብካ ይዓቢ። ራብዐይቲ What is investment ወፍሪ እንታይ እዩ ንዓና? I think መብዛሕቲና ወፍሪ ከምዚ ጽውጽዋይ ወይ ድማ ከምዚ ወፍሪ ንዓና ዘይምልከት ኮይኑ ኢና ንሓስቦ ብፍላይ ንሕና ከም ሓበሻ መጠን ብዙሕ ገንዘብ ስለ ዘይብልና ድዩ ወይ ድማ ብዙሕ ኣፍልጦ ዘይብልና ድዩ ወይ ድማ ብዙሕ ተገዳስነት ዘይብልና ድዩ ኮይኑ just ከም ጽውጽዋይ ኣብ መጻሕፍቲ ተንብቦ ወይ ድማ ኣብ ቪድዮታት ከምዚ ግበር ከምዚ ግበር ዝብለካ ሰብ እምበር ክምዚ ባዕልኻ ተንቀሳቂስካ ክትኺድ ዝብል ነቨር ሓሳብ የለን so ኣብዛ ናይ ሎሚ ቪድዮ ደድማ ንኹላና ብሓደ ክም ዝምልከት ከመልክት ኢለ እየ ወፍሪ ንማንም ሰብ ንዝኾነ ሰብ ንእሽተይ ይኹን ዓብይ ብኸምይ ግንዝብካ ይሰርሕ ብኸምይ ንስኻ ሎሚ ኢንቨስት ጌርካሉ ዘለኻ ገንዘብ እንታይ ሽሙ ተዋፊሩ ወይ ድማ ሰሪሑልካ ገዛኻ ይምለስ ወፍሪ ማለት ብሓጺሩ ኣብ ኣብ ጁባኻ ዝኣቱ ገንዘብ ማለት እዩ something that that is entered into your pocket just ብሕጽር ዝበለ ገንዘብካስ ኣብ ጁባኻ ዝኣቱ ገንዘብካስ ኣብ ባንክኻ ዝምለስ ኣብ ባንክኻ ዝእከበልካ ማለት እዩ ንኣብነት ሕጂ ወፍሪ ኢንቨስትመንት ኣብ ገዛ ጌርካ ኣለኻ ንበሎ እቲ ገዛ ድማ ዋግኡ ሚእቲ ሽሕ ዶላር እንድሕር ኮይኑ እቲ ሚእቲ ሽሕ ሕጂ ንኣብነት ሚእቲ ሽሕ ከፊልካ ንካልእ ሰብ ኣካሪኻዮ ኣለኻ ንበሎ ወርሓዊ ሸሞንተ ሚእትን ሰላሳን ዶላር እንድሕር ኣካሪኻ ኣብ ዓመት ክንደይ ክመጸልካ እዩ ዓሰርተ ሽሕ ዶላር ክመጸልካ እዩ which means ኣብ ዓሰርተ ዓመት ንስኻ እቲ ገንዘብካ ሸፊንካዮ ኣለኻ ማለት እዩ ሚእቲ ሽሕ ዶላር ገዚእኻዮ ሸሞንተ ሚእትን ሰላሳን ዶላር ኣካሪኻዮ ኣብ ወርሒ ኣብ ዓመት ክንደይ ክኾነልካ እዩ ዓሰርተ ሽሕ ዓሰርተ ሽሕ ታይምስ ዓሰርተ ሽሕ ድማ ሚእቲ ሽሕ ዶላር ይመጸልካ ኣሎ ስለዚ ኣብ ዓሰርተ ዓመት እቲ ንስኻ ኢንቨስትመንት ወይ ድማ እቲ ወፍሪ ዝገበርካሉ ገዛ ተሸፊኑልካ ኣሎ ማለት እዩ ካልእቲ ድማ እንታይ እያ ንኣብነት እቲ ገዛ ሚእቲ ሽሕ እንድሕር እንታይ ሽሙ ኣምጺኻ ገዚእኻዮ እሞ ኸኣ ኣካሪኻዮ ንዓሰርተ ዓመት እንድሕር እቲ ጸቢኻ usually ኣብ ምዕቡል ሃገር እንታይ እዩ እቲ ገንዘብ እቲ ገዛ ሎሚ ገዚእኻዮ ዘለኻ ገዛ ድሕሪ ዓሰርተ ዓመት ብዳብል ይኸውን እቲ ሎሚ ሚእቲ ሽሕ እንድሕር ደኣ ገዚእኻዮ ብክልተ ሚእቲ ሽሕ ይኸውን ድሕሪ ዓሰርተ ዓመት ስለዚ ብክልተ መንገዲ ክትሸጦ ከለኻ ፈለማ ከተካርዮ ከለኻ ብሸሞንተ ሚእትን ሰላሳን ዶላር ዓመታዊ ድማ ዓሰርተ ሽሕ ዶላር ኣብ ዓሰርተ ዓመት ንስኻ ገንዘብ ሚእቲ ሽሕ የእትወልካ ኣሎ እታ ካልኣይቲ ድማ ንሰኻ ድሕሪ ዓሰርተ ዓመት ክትሸጦ ምስ ትደሊ እቲ ገንዘብ ቅድሚ ዓሰርተ ዓመት ዝገዛእካዮ ብሚእቲ ሽሕ ክንደይ ትሸጦ ኣለኻ ብክልተ ሚእቲ ሽሕ ስለዚ ኢንቨስትመንት ወፍሪ ብኸምዚ ተካይዶ ብኸምዚ ድማ ገንዘብካ ይሰርሐልካን ይእከበልካ ሓምሸይትየ ብርክታት እንታይ እዩ ብኸመይከ ይሰርሕ ትብል ትመጽእ ሕቶ ኣላ እዚኣ ድማ ብርክታት ማለት ናይ ሓንቲ ካምፓኒ ብርኪ ወይ ድማ ናይ ሓንቲ ካምፓኒ ዋና ናታ ንእሽተይ ምቃል ዋና ናታ ምዃን ንኣብነት ሕጂ ዲፊድን ዝበሃል ዓመታዊ ብካምፓኒታት ዝወሃብ ኩሉ ግዜ ንኣብነት ንስኻ ሚእቲ ዶላር እንዳ እንሕርዳ እቲ ሼርስ ወይ ድማ ብርኪ ናይታ ካምፓኒ ገዚእኻ ንኣብነት ሕጂ እቲ ዝመጽእ ዓመታዊ ዓሰርተ ሚእታዊት እዚ ሓደ ገንዘብ ኣሎ ካልእ ድማ ዲቪደንድ ዝብሃል ዓመታዊ እቲ ካምፓኒ ናቶም ፕሮፊት ይርእይዎ እቲ ፕሮፊት ርእዮም ድማ እቶም ብርኪ ናይታ ካምፓኒ ዝገዝኡ ናብኦም ይመቓቕልዋ ንኣብነት ሚእቲ ሰባት ብ ሚእቲ ሚልዮን ን ነፍሲ ወከፍ ሚእቲ ሚልዮን እንድሕር ሼርስ ወይ ድማ ብርክታት ናይቲ ካምፓኒ እንድሕር ገዚኡ ዓሰርተ ሚእታዊት ወይ ድማ ክንደይ ሚእታዊት ናይቲ ካምፓኒ ክመጽኦ ክእል እዩ ካልእቲ ድማ ዲቪደንድ ይበሃል ዲቪደንድ እንታይ እዩ ኩሉ ግዜ ዓመታዊ ኣፕል ካምፓኒ ወይ ድማ ፌስቡክ ወይ ድማ ኣማዞን ካምፓኒ እቲ ዓመታዊ ዝረኸብዎ ፕሮፊት ወይ ድማ ኣታዊ ኣምጺኦም ነቶም ሚእቲ ሰባት ሚእቲ ሚልዮን ኣዋጺኦም ዘለው ናብኦም ይመቕልዎም እንታይ ኮይኑ ኣሎ እቲ ፕሮፊት ንስኻ ብርኪ ናይ ሓንቲ ከምፓኒ ምስ ረክብ ፕሮፊት ወይ ድማ ኣታዊ እታ ከምፓኒ ምስ ረክብ ንስኻ እውን ክትማቐል ትኽእል ኢኻ ናይ ሓደ ናይ ሓንቲ ከምፓኒ ብርኪ ምስ ዝህልወካ ፕሮፊት ካብቲ ከምፓኒ ዝረኸብዎ ናባኻ ክዋፈር ወይ ድማ ንስኻ እቲ ኣታዊ ክትረክብ ትኽእል። ስለዚ ብኸምዚ ድማ ናይ ሓንቲ ካምፓኒ ብርኪ ምስ ዝህልወካ ብቐሊሉ ንስኻ ኣታዊታት ወይ ድማ ፕሮፊት ካብቲ ካምፓኒ ትረክብ። ሻድሸይቲ፣ እሞ ናይ ሓንቲ ካምፓኒ ብርክታት ክገዝሲ ብኸመይ ይኽእል ትብል ትመጽእ ሕቶ ኣላ። እዚኣ ድማ እንታይ እያ ኩሉ ግዜ ንስኻ ክትገዝእ ብርክታት ምስ ትደሊ ኣፕል ዳት ኮም፣ ፌስቡክ ዳት ኮም ወይ ድማ ማይክሮሶፍት ዳት ኮም፣ ኣማዞን ዳት ኮም፣ ኢልና ኣይኮናን ንገዝእ ኩሉ ግዜ ብሮከር ኣሎ እቲ ብሮከር ድማ እንታይ እዩ ሳልሳይ መንገዲ ማለት እዩ ንስኻ ከም ኣውፋሪ እቲ ካምፓኒ ንኣብነት ኣማዞን ንበሎ ኣብ መንጎ ዘገራጨውካ መን ኣሎ ብሮከር ይበሃል ቅደም እንታይ ነይሩ ሓደ ሰብ ደዊልካ ኣብ መንጎ ዝኸውን እቲ ብሮከር ማለት እዩ ደዊልካ ኣነ ናይ ኣማዞን እንተኣሽሙ ክገዝእ ይደሊ ኣለኹ ብርኪ ናይ ኣማዞን ክገዝእ ይደሊ ኣለኹ እሞ ብኽንደይ ይሽየጥ ኣሎ እንታ ሽሙ ክትገዝኣለይ ትኽእሎ ኢልካ ቅደም ብተሌፎን ወይ ድማ ብቻት ትጽሕፈሉ ነይርካ ሎሚ ግን ግዜ ተቐይሩ ቴክኖሎጂካል ስለ ዝኾነ ኣብ ነፍሲ ወከፍ ዝኾነት ሃገር እንታ ሽሙ ብሮከር ኣሎ ንኣብነት ዝኾነ ብሮከር ኣብ ነናቱ ዓዱ እዩ ዝሰርሕ ንኣብነት ኣብ ህንድ ዝሰርሕ ብሮከር ኣብ ካልእ ዓዲ ኣይክሰርሕን ኢዩ ኣብ ኣብ ዩኬ ዘሎ ብሮከር ኣብ ዩኤስ ኣይሰርሕ ኣብ ዩኤስ ዘሎ ኣውስትራልያ ካናዳ ስዊድን ጀርመን ኖርወይ ሆላንድ ካልእ ካልእ ሃገራት ነናቱ ብሮከር ኣለዎ ንኣብነት ሕጂ ኣብ ዩኬ ቫንጋር ዝበሃል ብሮከር ኣሎ ቻርለስ ስታንሊ ዳይሬክት ዝበሃል ብሮከር ኣሎ ኣብ ዩኤስ እውን the same thing ቫንጋር ዝበሃል ብሮከር ኣሎ ነናቱ ዓዲ ኣለዎ ኣብ ህንዲ ውን ስሞል ስኬዝ ዝባሃል ኣብ ብሮከር ኣሎ ነናቱ ዓዲ ኣለዎ so ሕጂ ኩላህና ዝተፈላለየ ዓዲ ኢና ሓደ ካብ ስዊድን ጀርመኒ ኖርወይ ነዚ ኩሉ ክፈልጦ ኣይከእልን እየ so እንታይ ትገብር best online broker stock market in Germany in Sweden in Norway ተረዲእኹማ ቤስት ኦንላይን ብሮከር ወይ ድማ ቤስት ብሮከር ስቶክ ማርኬት ኢን ጀርመኒ ስዊድን ካናዳ ነናትኩም ዓዲ ንስኹም ዘለኹማ ቅድሚ ናብኡ ምውታውና ግን ክንፈልጣ ሻውዐይቼ እሞ ከመይ ጊረ ክም ክውስን እኸል ኣየናይ ጽቡቕ ኢለ እየሞ ክርእይ ወይ ድማ ክሓስብ እኸል ትብል ትመጽእ ሕቶ ኣላ እዚኣ ድማ እንታያ ቤስት ኦንላይን ስቶክ ማርኬት ብሮከር ኢን ጀርመኒ

ኣበይ እሞ ከዋፍሮ እየ ብከመይ እየ ክጎብሮ ትብል ትመጽእ ሕቶ ኣላ ነቨር ነቨር ክደግማ ነቨር ምስ ኢንዲቪጅዋል ወይ ድማ ውልቃውያን ካምፓኒታት ኢንቨስት ዘይምግባር ሕጂ ንኣብነት ደስ ይብለካ ክኸውን እዩ ኦ ኣብ ፌስቡክ ኢንቨስት ግበር ኣብ እንታይ ሽሙ ኣማዞን ኢንቨስት ግበር ወይ ድማ ኣብ ኣፕል ኢንቨስት ግበር ክትሰምዕ ከለካ ደስ ይብለካ ክኸውን እዩ ሂስቶሪካሊ ግን ገንዘብካ ክትኸስር ኢኻ ኣብ ሓንቲ ካምፓኒ ንበይኑ ኣብ ሓንቲ ካምፓኒ ሕጂ ኣፕል እቲ ዝበለጸ ኣብ እንታ ሽሙ ኢንቨስትመንት ክትገብረሉ ትኽእል ኣፕል ሓደ ካብቶም ኣብ ቀዳሞት ዘለዉ እዮም ሕጂ በይኑ ኣብ ኣፕል እንድሕራ ኢንቨስት እንተጌርካ ምናልባት ገንዘብካ ክትኸስር ትኽእል ስለዚ ቀዳሚት ክንገብራ ዘለና ነቨር ኢንዲቪጅዋል ኣብ ውልቃውያን እንታ ሽሙ ኢንቨስትመንት ዘይምግባር እታ ካልእቲ ድማ ኢንደክስ ፋንድ ጥራይ ምግባር ወይ ድማ ኣብ ኢንደክስ ጥራይ እንታ ሽሙ ወፍሪ ምግባር። ሻምነይቲ፣ እሞ ኢንደክስ ፋንድኸ እንታይ'ዩ? ትብል ትመጽእ ሕቶ'ላ። ኢንደክስ ፋንድ ማለት ዓበይቲ ካምፓኒታት ብሓደ ተኣኪበን እንታይ ይበሃላ? ኢንደክስ ፋንድ። ሚእቲ ካምፓኒ፣ ሓምሳ ካምፓኒ፣ ሓሙሽተ ሚእቲ ካምፓኒ ዝኣመሰላ ካምፓኒታት ብሓደ ኮይነን እንታይ ይበሃላ? ኢንደክስ ፋንድ። ንኣብነት ሕጂ ንስኻ በበይኑ እንታ ሽሙ ኣብ ኣፕል ወይ ድማ ኣብ ኣማዞን ወይ ድማ ኣብ ፌስቡክ በበይኑ ወፍሪ ኣብ ክንዲ ትገብር ኣብ ኩለን ባሕሪ ተጠርኒፈን ዘለዋ ካምፓኒ ወይ ድማ ኢንዴክስ ፋንድ ስለ ዝኾና ኣብእን ኢንቨስት ትገብር። ሕጂ ንኣብነት ሚእቲ ሰባት ኣለዉ ንበሎም እዞም ሚእቲ ሰባት ድማ መም ሚልዮን እንድሕርደኣ ወፍሪ ገይሮም ሕጂ እቲ ብሮከር ኣብ መንጎ ዝበልኩኹም ማለት እዩ ኣብቲ መንጎኛ ዘሎ ገባ ካባኹምሞ ገንዘብ ይቕበል እቲ ገንዘብ ምስ ተቐበለ ድማ ገንዘብ ባዕሉ የዋፍሮ ናብ ካልእ ሰብ ኣየዋፍሮን እዩ ናበይ ዘዋፍሮ ናብ ኢንደክስ ፋንድ፣ ኢንደክስ ፋንድ ከ እንታይ እዩ? እዘን ንኣብነት ሕጂ ኣብ ዩኤስ ኤስ ኤንድ ፒ ፋይፍ ሃንድረድ ካምፓኒታት ዝበሃሉ ኤስ ኤንድ ፒ ፋይፍ ሃንድረድ ኢንደክስ ፋንድ ዝበሃል ካምፓኒ ኣሎ። ኣብ ዩኬ ድማ ኤፍ ቲ ኤስ ኤ ሃንድረድ ኢንደክስ ፋንድ ዝበሃል ኣሎ። ሕጂ እቲ ኣብ ዩኤስ ዘሎ ኤስ ኤንድ ፒ ፋይፍ ሃንድረድ ኢንደክስ ፋንድ ዝበሃል ሓሙሽተ ሚእቲ ዓበይቲ ካምፓኒታት ኣብ ዩኤስ ዝርከባ። እዚ እንታይ ማለት እዩ? ሓሙሽተ ሚእቲ ካምፓኒ እቶም ሚእቲ ሰባት መሚልዮን እንድሕራ ኣዋጺኦም መሚልዮን ክንደይ ይኸውን ኣሎ ሚእቲ ሚልዮን ኦከ ሚእቲ ሚልዮን እንድሕራ እቲ ብሮከር እቲ መንጎኛ እንድሕራ ተቐቢሉ ንሱ እንታይ ገብር እቲ ዝበለጸ እንታ ሽሙ ካምፓኒታት ርእዩ ዕስራ ሚእታዊት ኣብ ኣፕል ዓሰርተ ሚእታዊት ኣብ ፌስቡክ ዓሰርተ ሚእታዊት ኣብ ጆንሰንን ጆንሶን ዓሰርተ ሚእታዊት ኣብ ኣማዞን ንሱ ፋሕ የብሎ እዞም ሚእቲ ሰባት መን ሚልዮን ኣዋጺኦሞ ዘለዉ ክንደይ ኮይኑ ሚእቲ ሚልዮን እቲ ብሮከር ድማ እንታይ ይገብር ዕስራ ሚታዊት ናብ ኣማዞ ናብ ኣፕል ዓሰርተ ሚታዊት ማይክሮሶፍት ዓሰርተ ሚታዊት ናብ ፌስቡክ ንሱ ድማ ፋሕ የብሎ ማለት እዩ ክንደይ ክንደይ መጸልካ ክንደይ ዓመታዊ ክንደይ መጸልካ ዓሰርተ ሚታዊት ዓሰርተ ክልተ ሚታዊት ዓሰርተ ሓሙሽተ ሚታዊት ንስኻን ከም ዕድልካን ገንዘብካ ይሰርሐልካ ማለት እዩ ብኸምዚ ድማ እቲ ኢንዴክስ ፋንድ ብሓደ ተጠቕሊለን ዘለዋ ገንዘብ ወይ ድማ ብሓደ ተጠቕሊለን ዘለዋ ካምፓኒታት ወፍሪ ምግባር እምበር ብውልቃዊ ኢንቨስት ዘይምግባር። ካልኣይቲ ድማ እንታይ እያ? ዜሮ ነጥቢ ሓደ ሚእታዊት ኢንቨስትመንት ካብቲ ዝገበርካሉ ጥራይ ክፍሊት ነቶም ካምፓኒ ወይ ድማ ነቲ ብሮከር ትኸፍሎ። ዜሮ ነጥቢ ሓደ ሚእታዊት ኣመና ሕሱር እዩ። እዚ ግን ኣብ ኢንዴክስ ፋንድ ጥራይ ክኸውን ከሎ እዩ እምበር ኣብ ውልቃውያን እንተኣሽሙ ኢንቨስት ክትገብር ከለኻ ኣመና ብዙሕ እንተኣሽሙ ቻርጅ ይኸፍሉኻ ነቲ ንስኻ ኢንቨስት ጌርካሉ ዘለኻ ወፍሪ ጌርካሉ ዘለኻ ሕጂ ንኣብነት ዜሮ ነጥቢ ሓደ ክትብል ከለኻ ምናልባት ቀሊል ይመስል ይኸውን እዩ ኣብ ሎንግ ተርም ኣብ ርሑቕ ክትሪኦ ከለኻ ግን ኣመና ብዙሕ እዩ ሰው ዜሮ ነጥቢ ሓደ ሚእታዊ ኦፍኮርስ ኣመና ሕሱር እዩ እቲ ካምፓኒ ካልእ ካምፓኒታት ዝጠልቡኻ ግን ዜሮ ነጥቢ ሓምሳ፣ ዜሮ ነጥቢ ሰሜንያ፣ ኣምጽእ ክብሉኻ ከለዉ ግን that's too much እዚ ብዙሕ እዩ ስለዚ እታ ቀዳመይቲ ዝበልናያ ኣብ ኢንደክስ ፋንድ ጥራይ ኢንቨስት ምግባር SNP 500 ኢንደክስ ፋንድ ኣብ US ዘሎ ኣብ UK ዘሎ ድማ FTSE 100 ኢንደክስ ሚእቲ ካምፓኒታት ዓበይቲ ካምፓኒታት ኢንደክስ ፋንድ ኣብኡ ድማ ኢንቨስት ምግባር ከምዚ ምስ ትገብር ድማ ኢዚ ክትዕወተሉ ትክእል። ታሽዐይቲ፣ እሞ እዚ ኩሉ ትብሎ ዝለካ ሸርስ ወይ ድማ ናይ ስቶክ ማርኬት ሪስኪ ኣይኮነን ድዩ ትብል ትመጽእ ሕቶ ኣላ። ኦፍ ኮርስ ኩሉ ሂወት ሪስክ እዩ ንስካ ሪስክ ከይወሰድካ ድማ ነቨር ኣይትዕወትን እኻ ከይወደቅካ ሓፍ ኣይትብልንሃ መብዝ ኣንፎርችነትሊ መብዛሕትኡ ሰብ እንታይ ዝደሊ ጀስት ቀልጢፍካ ናይ ምህብታም ቀልጢፍካ ገንዘብ ናይ ምሓዝ ቀልጢፍካ ንስኻ ክትገብሮ ደሊኻዮ ዘለኻ ነገር ቀልጢፍካ ም- እንታይ ሽሙ ክትበጽሕ እዩ እቲ ናይ ማንም ሰብ ድሌት እዚ ግን ከምኡ ክኸውን ኣይክእልን እዩ ስቶክ ማርኬት ኦፍ ኮርስ ሪስክ እዩ ግን ብኸመይ ትመሃረሉ ብኸመይ ከ ት- ጽቡይ ጌርካ ኢንቨስት ክትገብር ከለኻ ግን ኣመና ብሱል ይገብረካ ንኣብነት ንስኻ ን ን ኣፕል ብ ሰሜንያ እንታይ ሽሙ ሰሜንያ ዶላር እንድሕር ድኣ ገዚእኻዮ ንሓንቲ ብር ክንይ ሓንቲ ካምፓኒ ሰሜንያ ዶላር እንድሕር ድኣ ገዚእኻዮ ድሕሪ ሓደ ዓመት ክልተ ዓመት ብ ስሳን ሓሙሽተን እንድሕር ድኣ ሸይጥካዮ of course ትኸስር ኣለኻ so ንስኻ ክትፈልጥ ኣለካ ብኽንደይ ገዚእኻዮ መዓስ ከ ክትሸጦ ወይ ድማ ክንደይ ምስ በጽሐ ከ ክትሸጦ ክትሓስብን ክትሪኦን ኣለካ። እምበር ምናልባት ንሰኻ ኦይ ገንዘበይ እስከ ሰሪሑለይ ክኸውን ኢልካ ብሰሜንያ ገዚእኻዮ ብስሳን ሓሙሽተን እንድሕራ ገዚእኻዮ እንተ እንድሕራ ሸጥካዮ of course ንሰኻ ገንዘብ ትኸስር ኣለኻ ስለዚ never ኣብ ታሕቲ ከሎ ግዛእ ላዕሊ ከዲብ ከሎ ድማ ክትሸጦ ኣለካ። ኣስረይተይ እሞ መዓስ ክጅምር ይኽል እዚ ናይ ስቶክ ማርኬት ትብል ትምጽእ? ሕቶ ኣላ እዚኣ ድማ እንታያ ስቶክ ማርኬት ንስኻ ክትጅምረሉ ቀልጢፍካ ወይ ድማ ዕድሜኻ ናእሽተይ ከለኻ ክትጅምር ዝበለጸ እዩ እንድሕድራ ዘይኮይኑ ግን just ንስኻ ኣብታ ዝሰማዕካላ ግዜ ንኣብነት ሎሚ እዛ ቪድዮ እንድሕድራ ሰሚዕኻያ just quickly ቀልጢፍካ ሕስበብ ኢልካ ርግእ ኢልካ ምሕሳብ ቅድሚ ናብ ምእታውና ግን ቀዳመይቲ ልቓሕ ምስ ዝህልወካ እቲ ልቓሕ ከይከፈልካ ወፍሪ ከይትገብር ካልኣይቲ ድማ ናይ ኢመርጀንሲ ፋንድ ምናልባት ዘጋጥመካ ነገር ኣይፍለጥን እዩ ዘለካ ኩሉ ገንዘብ እንድሕራ ወፍሪ ጊርካሉ ጽባሕ ናይ ሕክምና ናይ ገዛ ክራይ ናይ ጸገማት ናይ መነባብሮ ወይ ድማ ብዙሕ ኣመና ክጓንፈካ ስለ ዝኽል ብካሽ ካብ ሰለስተ ክሳብ ሽዱሽተ ወርሒ ዘጽንሐካ ገንዘብ ምሳኻ ክትሕዝ ኣለካ ሳልሰይቲ ድማ እንታይ እያ never ስምዓኒ ወይ ሰምዕኒ never ኣብ short term ወይ ድማ ኣብ ሓጺር ግዜ invest ከይንገብር invest ክትገብር እንተኾይንካ ርሑቕ ክትሓስብ ኣለካ long term ካብ ሰለስተ ን ሓሙሽተ ሽዱሽተ ሸውዓተ ዓሰርተ ዓመት ዓሰርተ ሓሙሽተ ዓመት እቲ ገንዘብና ኣብኡ ይስራሕ ኣብኡ ንስኻ በዚ እናሰራሕኻ እቲ ገንዘብካ ድማ በቲ ክሰርሐልካ መታን never never ኣብ ሾርት ተርም ኣብ ሓጺር ግዜ ኢንቨስት ወይ ድማ ወፍሪ ከይትገብር ካብ ሓደ ዓመት ክሳብ ክልተ ዓመት ዘሎ ግዜ ማለት እዩ ካብ ሰለስተ ዓመት ንላዕሊ ዘሎ ጥራይ እቲ ገንዘብካ ክስርሐልካ ነቨር ከይተውጽኦ ኣብኡ ድማ ይስርሐልካ ስለዚ እዘን ሰለስተ ቀዳመይቲ ልቓሕ ዘለካ እንተኾይኑ እቲ ልቓሕ ክሳብ ትውድኦ ነቨር ኢንቨስት ከይትገብር ወይ ድማ ወፍሪ ከይትገብር እታ ካልኣይቲ ድማ ኩሉ ግዜ ንስኻ ኢመርጀንሲ ፋንድ ዘጋጥመካ ስለዘይፍለጥ ካብ ሰለስተ ክሳብ ሽዱሽተ ወርሒ ኢመርጀንሲ ፈንድ ብካሽ ክህልወካ ኣለዎ ሳልሰይቲ ድማ ብሾርተርም ኢንቨስት ከይትገብር እንታይ ደኣ ብሎንግ ተርም ክኸውን ኣለዎ ሓንቲ ግዜ ብሎንግ ተርም ወይ ድማ ብርሑቕ ኢንቨስት ምስ ትገብር ጀስት ሪላክስ ሪላክስ ኮይንካ ጀስት ሱቕ ኣብኡ ይስረሐልካ ንስኻ ኣይትርኣዮ ኣይግድሰካን እዩ ንኽትሪኦ ሓንቲ ግዜ ናይ ሎንግ ተርም ድሕራ ኢንቨስት እንተጌርካሉ ዳትስ ኢት ዓሰርተ ሓደ እሞ ክንደይ ይኣኽለኒ ገንዘብ ኢንቨስት ንኽገብር ትብል ትመጽእ ሕቶ ኣላ እዚኣ ድማ እንታያ ጀስት ንስኻ ብንእሽተይ ነገር ጀምር መታን ንስኻ ሓደ ልምዲ ክኾነካ ካልኣይ ድማ ፍልጠት ንኽትደልብ ንኽትፈልጥ ጀስት ሚእቲ ዶላር ሓምሳ ዶላር ሓሙሽተ ዶላር ዓሰርተ ዶላር ብኸምኡ ጀምሮ ሽሕ ዶላር ብኸምኡ ጀምሮ ቀስ ኢልካ ርግእ ኢልካ ምስ ከድካ እቲ ስቶክ ማርኬት ብኸመይ ይሰርሕ ኣሎ ክትፈልጦ ትኽእል ብኸመይ እንተ ኣሽሙ ናይ ሎንግ ተርም ይሰርሕ ክትፈልጦ ትኽእል ብዙሕ ብዙሕ ክትፈልጦ ትኽእል ስለዚ ሓምሳ ዶላር ኢንቨስት ግበር ሚእቲ ዶላር ኢንቨስት ግበር ብኸምኡ ድማ ቀስ እናበልካ እቲ ገንዘብካ እንዳሰርሐልካ ምስ ከደ ሽዑ ክርደኣካ እዩ እቲ ገንዘብ ኣሃ ኣነ ደኣ ብዙሕ ጸኒሐ እምበር ብካባ ካብ ቀደም ኢንቨስት ገይረ እንተዝኸውን ድማ ካብ ቀደም ወፍሪ ገይረ እንተዝኸውን ዝብል ዝመጽእ ሕቶ ኣብ ርእሳ ክመጽእ እዩ so ስለዚ it doesn't matter ዝኾነ ገንዘብ ይኹን just ንስኻ መታን ልምዲ ክኾነካ መታን ኣፍልጦ ንክኾነካ ንክትረክብ just ብንእሽተይ ነገር ጀምር ሓምሳ ዶላር ሚእቲ ዶላር ክልተ ሚእቲ ዶላር just ብንእሽተይ ነገር

ካልኣይቲ ኣብ ኢንደክስ ፋንድ ጥራይ ክትኣቱ ኢኻ ንሓጂ ንኣብነት ብሮከር ረኺብካ ኣቲኻዮ ኣለኻ ሬዲ ምስ ኮንካ ኣብ ኢንደክስ ፋንድ ጥራይ ኢንቨስት ምግባር ነቨር ኣብ ውልቃውያን ካምፓኒታት ኢንቨስት ከይትገብር ኣመና ሪስክ ዩ ብዙሕ ገንዘብ ናይ ምኽሳር ውን ዓቕሚ ኣለዎ ሶ ኢንደክስ ፋንድ ኢልካ ኣብ ኢንደክስ ፋንድ ክትገብር ኣለካ ካልኣይቲ ድማ እቲ ፊስ ናይቲ ካምፓኒ ኣመናዊ ውሑድ ክኸውን ኣለዎ ምክንያቱ ከምቲ ዝበልክዎ እቲ ፊስ ዜሮ ነጥቢ ሓደ ሚእታዊት ኣመናዊ ውሑድ እዩ ዜሮ ነጥቢ ሰላሳ ዜሮ ነጥቢ ኣርባዓ ክኸውን ከሎ ግን ምናልባት እቲ ዜሮ ስለ ዘለዎስ ኖርማል ይኸውን እዩ ዝብል ኣብ ሓንጎልካ ሓሳብ ኣሎ ግን ኣብ ርሑቅ ክትከድ ከለካ ግን ካብቲ ንሰካ ኢንቨስት ጌርካሉ ዘለካ ዚሮ ነጥቢ ሰላሳ፣ ዚሮ ነጥቢ ኣርባዓ፣ ሚእታዊት ኣመና ብዙሕ እዩ so እቲ ፊስ ናይቲ ትከፍሎ ዘለካ ወይ ድማ ናይቲ ካምፓኒ ወይ ናይቲ ብሮከር ክንደይ እዩ ክትፈልጦ ኣለካ ሳልሰይትን ኣገዳሲትን ድማ እንታይ እያ ኣብ long term ኣብ ርሑቅ ክትርኢ ኣለካ ወይ ድማ ኣብ ርሑቅ ኢንቨስት ክትገብር ወፍሪ ክትገብር ኣለካ ካብ ሓሙሽተ ዓመት

ኣሃ እዚ ድኣ ቀሊል እንድዩ ዝብል ሓሳብ ክመጸኩም ሕጂ ንቡር እዩ so ፍልጠት ከምዚ እዩ ብሓደ ክንመሃር ብሓደ ክንዓቢ ብሓደ እሂን ምሂን ክንበሃል እዚ እዩ ድማ ምትሕብባር ወይ ድማ እዚ እዩ ድማ ምትሕልላይ ዝበሃል እዚ እዩ ስቶክ ማርኬት እዚ ንኣሽቱ ነገራት ብዙሕ ከቢድ ኣይኮነን just ሰብ ከምዚ ስቶክ ማርኬት ኢንቨስት ግበር ክበሃል ክትሰምዕ ከለኻ ኩሉ ግዜ እሞ ብኸመይ ኢንቨስት ክገብር ኣበይ ከ ኢንቨስት ክገብር ዝብል ኣብ ሓንጎልካ ይመጸካ ነይሩ ሎሚ ግን ተፈቲሑልካ ጀስት ኢንቨስት ክትገብር ድሌትን ሪዲ ምስ ትኸውን ጀስት ከም ዝበልኩኻ ኦፐን ጎጉል ቤስት ኦንላይን ብሮከር ኢን ዩኬ ታይላንድ ዩኤስ ጀርመኒ ስዊድን ንስኻ ኣብ ዘለኻዮ ገር ሃገር ኣብኡ ጽሒፍካ ብሮከር ኣቲኻ ሳይን ኣፕ ኢልካ እቶ ኢንደክስ ፋንድ ናይ ሎንግ ተርም ናይ ርሑቕ ርኢኻ ሎው ፊስ ርኢኻ ጀስት ኢንቨስት ምግባር ካልእ እውን ዝኾነ ከምዚ ዓይነት ፍሪ ነገራት ወይ ድማ ካልእ ሓሳባት ወይ ድማ ዝኾኑ ነገራት ንስኹም ትደልይዎ ነገራት ምስ ዝህሉ ጀስት ኣብ ኮመንት ፀሓፉለይ በቲ ንስኹም ትብልዎ መንገዲ ድማ ኣዳልየ ክመፅእ ክፍትን እየ so please subscribe like share እናገበርኩም ከተተባብዑና ናብ ካልእ ሰብ ክበጽሕ ካልእ ሰብ ድማ ክመሃረሉ just smart ክንከውን በላሕቲ ክንከውን just ን life style ጥራይ ዘይኮነስ even እቲ ሓሳባትናን ገንዘብናን ቁጠባዊ በላሕቲ ክንከውን subscribe እናገበርኩም ከተተባብዑና so እዛ ናይ ሎሚ ቪድዮ ኣመና ነዋሓ መስለኒ I'm really sorry ግን ዓቢ ትምህርቲ ድማ ቀሲምና ኣለና so እስካብ ዝመፅእ ቪድዮ ሳብ ሰሰናዩ።